ሰላም ከመይ ትኾኑ ዝኸበርኩም ተዓዘብትና ንሎሚ ዕለት ሒዝናልኩም ዝቐረብና ዜናታት ናባኹም ነብሎ ሰናይ ምክትታል ክኾነልኩም ይምነ ኣፍሪቃ ዋንጫ ዓለም ዓቲራ ኣብ ሃገረ ቺለ ኣብ ዝተኣንገደ ዋንጫ ዓለም ትሕቲ 20 ዓመት ሃገራዊት ጋንታ ሞሮኮን ሃገራዊት ጋንታ ኣርጀንቲና ክልተ ባዶ ድሕሪ ምስዓራ ዋንጫ ዓለም ክትዓትር ክኢላ ተጻዋታይ ሃገራዊት ጋንታ ሞሮኮ ያሲር ዛቢሪ ቅድሚ ዕረፍቲ ብዘመዝገበን ክልተ ሸቶታት ነዚ ግጥም ክትዕወተሉ ዓቢ ግምት ተዋሂብዋ ንዝነበረት ሃገራዊት ጋንታ ኣርጀንቲና ክምስጣ ክኢሉ። ኣብዚ ውድድር ሃገራዊት ጋንታ ሞሮኮ ንዓበይቲ ሃገራውያን ጋንታታት ደቡብ ኮርያ፣ ኣሜሪካን ፍራንስን ኣብ ናይ ኣውዲቕካ ምሕላፍ ግጥማት ክትስዕረን ብምኽኣላ ኣድናቖት ክውሕዛ ጀሚሩ ኣሎ። ድሕሪ እዚ ዓወት ሞሮኮ ድሕሪ ሃገራዊት ጋንታ ጋና ንመጀመርታ ግዜ ነዛ ዋንጫ ዝጨበጠት ኣፍሪቃዊት ሃገር ክትከውን ክኢላ። ሃገራዊት ጋንታ ጋና ቀዲማ ኣብ ክልተ ሽሕን ትሽዓተን ነዛ ዋንጫ ወሲዳታ ከም ዝነበረት ይዝከር። ናይ ትሕቲ ዕስራ ዓመት ሃገራዊት ጋንታ ኣርጀንቲና ኣብዚ ውድድር ዘይትትንከፍ ጋንታ ኮይና ኣብ ዝቐረበትሉ ኣብዚ ናይ ፍጻሜ ግጥም ክልተ ወሰንቲ ተጻወትቲ ኣጥቃዒ ክለብ ሪያል ማድሪድ ሙስታንቱኖን ተጻዋታይ ክለብ ባየር ለቨርኩሰን ክላውዲዮ ኢቺቨርን ምስ ክለባቶም ተጠርኒፎም ብምንባሮም ኣብ ጸወታ ክሓብርዋ ኣይከኣሉን። ሞሮኮን ኣርጀንቲናን ክልቲኤን ናብ ናይ ዓበይቲ ውድድር ዋንጫ ዓለም ዘሕልፈን ኮታ ሒዘን ዝርከባ ሃገራውያን ጋንታታት እየን። ሃገራዊት ጋንታ ሞሮኮ ብ 2022 ኣብ ዝተኻየደ ዋንጫ ዓለም ክሳብ ርብዒ ፍጻሜ ብምብጻሓ ኣብ ታሪኽ ኩዕሶ እግሪ ኣፍሪቃ ሓድሽ ታሪኽ ከም ዝሰነደት ኣይርሳዕን። ብሉጽ መንእሰይ ተጻዋታይ ማን ዩናይትድ ኮይኑ ናይ ጸወታ ኩዕሶ እግሪ ዘመኑ ዝጀመረ ጃማይካዊ መበቆል ዘለዎ እንግሊዛዊ ወጥቃዒ ሜይሰን ግሪንውድ ፈረንሳዊት ክለቡ ማርሴ መሪሕነት ሊግዋን ፈረንሳ ኣብ ዝሓዘትሉ ምሸት ኣርባዕተ ሸቶታት ብምምዝጋብ ደሚቑም ሲዩ። እዚ ኣብ ኩዕሶ እግሪ ዓለም ስሙ ከዕቢ ብግስ ኣብ ዝበለሉ እዋን ኣብ ልዕሊ ዓርኩ ብዘውረዶ መጥቃዕቲ ካብ ኩሉ ሕብረተሰብ ናይ ስፖርት ተገሊሉ ህይወቱ ክመርሕ ተገዲዱ ዝነበረ ተጻዋታይ ኣብቲ ግዜ እቲ ዝወረዶ ነቐፌታን ዘለፋን ደጊሙ ኣብ ሜዳ ኩዕሶ እግሪ ከም ዘይረኣ ዝገብር እዩ ነይሩ። ኣብ ለካቲት ክልተ ሽሕን ዒስራን ሰለስተን ግን ግሪንዉድ ከሳሲቱ ኣብ ልዕሊኡ መስሪታቶ ዝነበረት ክሲ ድሕሪ ምውራዳ ናብታ ዘዕበየቶ ክለብ ተመሊሱ ክጻወት ኣብ ዝበለሉ እዋን ድማ እታ ክለብ ብቐጥታ ኣብ ጋንታኣ ክትጥርንፎ ብዘይምውሳና ናብ ስጳኛዊት ክለብ ጌታፈ ብመልክዕ ልቓሕ ክጻወት ኣፋንያቶ። ናይ ልቓሕ ውዕሉ ዛዚሙ ኣብ ዝተመልሰሉ እውን ዩናይትድ ብሰንኪ ደቂ ኣንስትዮ ተጻወትቲ ክለብ ማን ዩናይትድ ዘስምዕኦ ተቓውሞ ናብ ክለብ ማርሴይ ብ ዒስራን ሽዱሽተን ነጥቢ ሽዱሽተ ሚልዮን ፓውንድ ከምዝሽየጥ ተገይሩ። ኣብ ቀዳመይቲ ዓመቱ ምስ ክለብ ማርሴይ ኣብ ሰላሳን ኣርባዕተን ግጥማት ዕስራን ሓደን ሸቶታት ብምምዝጋብ ብሉጽነቱ ከርእይ ኣይተጸገመን። ኣብዛ ካብ ትጅምር ሸሞንተ ናይ ሊግ ግጥማት ተላዒልዋ ዘሎ ዓመተ ውድድር ብብሉጽ ብቕዓት ዝተበገሰ ሜይሰን ግሪንዉድ ኣብ ኩሉ ውድድራት ኣብ ዘካየዶም ዓሰርተ ግጥማት ድሮ ሸውዓተ ሸቶታት ከመዝግብ ከሎ ኣርባዕተ ቀረብ ድማ ገይሩ። ኣብዚ ክለብ ማርሴይ ኣንጻር ለ ሃቭረ ዘካየደቶ ግጥም ግሪንዉድ ቅድሚ ዕረፍቲ ኣብ መበል ሰላሳን ሓሙሽተን ደቒቕ ብፍጹም ቅላዕ ሸቶ ከመዝግብ ከሎ ድሕሪ ዕረፍቲ ድማ ኣከታቲሉ ኣብ ስሳን ሸውዓተን፣ ሰብዓን ክልተን፣ ሰብዓን ሽሕን ደቓይቕ ሰለስተ ሸቶታት ብምውሳኽ ናይ ፈለማ ሃትሪክ ሰሪሑን ንማርሴ ድማ ድሕሪ ሽሕን ትሽዓተ ሚእትን ተስዓን ሓደን ንፈለማ ግዜ ሃትሪክ ዝሰርሓላ ተጻዋታይ ክኸውን ክኢሉን። ግሪንዉድ ድሕሪ ጸወታ ኣብ ዝሃቦ መግለጺ፣ ኣብ ወርሒ ዘንሳፍፍ ዘሎ ኮይኑ'ዩ ተሰሚዑኒ። ቅድሚ ሕጂ ሃትሪክ ሰሪሐ ኣይፈልጥን'የ። ኣርባዕተ ሸቶታት ምምዝጋበይ ዓቢ ነገር'ዩ ንዓይ ብምባል ሓጎሱ ወሰን ከም ዘይብሉ ገሊጹ። ዘዕበየቶ ጋንታ ማን ዩናይትድ ንወዲ ዕስራን ኣርባዕተን ዓመት መይሰን ግሪንውድ ብሰንኪ ኣንጻሩ ዝተላዕለ ተቓውሞ እኳ እንተኸሰረቶ ካብ ማርሴ ወጺኡ ናብ ካልእ ክለብ ምስ ዝሽየጥ ግን ሓምሳ ሚታዊት ናይ ሽያጡ ክትረክብ ብምዃና ምሉእ ብምሉእ ከሲራ ክበሃል ኣይከኣልን። ኣሰልጣኒ ሊቨርፑል ነበር የርገን ክሎፕ ኣብ 2013 ምስ ማን ዩናይትድ ክፍርም ዘይደለየሉ ምኽንያት ገሊጹ። እዚ ጀርመናዊ ሰልጣኒ ድሕሪ ሰር ኣሌክስ ፎርጉሰን ካብ ማን ዩናይትድ ምእላዩ ሓደ ካብቶም ነቲ ብድሕሪ ፎርጉሰን ዝተፈጥረ ዓቢ ሃጓፍ ክምልኡ ይኽእሉ እዮም ካብ ዝተባህሉ ኣሰልጠንቲ እዩ ነይሩ። ወዲ 58 ዓመት የርገን ክሎፕ ወከልቲ ማን ዩናይትድ ከዘራርቡ ኣብ ዝመጹ እዋን ግን ካብ ኣብ ኩዕሶ እግሪ ኣብ ተጻወቲ ዘድሃበ መደባት ኣተኲሮም ምዝራቦም ባህ ከም ዘይበሎ ብምግላጽ ነቲ ዝተቐረበሉ ኩንትራት ክፍርሞ ከም ዘይመረጸ ሓቢሩ። የርገን ክሎፕ ኣብቲ እዋን ዝርርብ ናይ ማን ዩናይትድ ጠለባት ዝነበረ ዝደለኻዮም ተፃወቲ ከነምፃልካ ኢና ብሉፃት ተፃወቲ እዛ ጋንታ ዝነበሩ ከም በዓል ሮናልዶን ፖግባን ዝኣመሰሉ ተፃወቲ ክንመልሶም ክንፅዕር ኢና ዝብል ኣብ መደበይ ዘይነበሩ ተፃወቲ ከፈርሙ ድሌት ነይርዎም ብዛዕባ መደባት ኩዕሶ እግሪ ዝኾነ ነገር ክሰማዕ ኣይከኣልኩን ኣብቲ ግዜ እቲ ናይታ ጋንታ ዝነበረ ሓሳብ ብሉፃት ከዋኸብቲ ተፃወቲ ምእካብ ዝብል እዩ ነይሩ ብምባል ተዘክሩ ካፊሉ ክሎፕ ብተወሳኺ ብዛዕባ ህልው ኩነታት ሊቨርፑል ደገፍቲ ክጭነቑ ከም ዘይብሎም ብምሕባር ኩሉ ነገር ኣብ ዝሓፀረ እዋን ናብ ንቡር ክምለስ ምዃኑ ገሊፁ ኣብ ፕሪምየር ሊግ ዓዲ እንግሊዝ ኣብ ክልተ ኣጋጣሚ ንክልተ ክለባት ለንደን ሒዙ ዝወደቐ ግራን ፖተር ኣሰልጣኒ ሃገራዊት ጋንታ ሽወደን ኮይኑ ተመዚዙ ፈደረሽን ኩዕሶ እግሪ ሽወደን ምስ ፖተር ከካይዶ ዝጸንሐ ዝርርብ ኣብ ማዕልብኡ ከም ዘብጽሖ ክሕበር ከሎ ፖተር ኣቐዲሙ ንሃገራዊት ጋንታ ሽወደን ከሰልጥን ድሌት ከም ዘለዎ ገሊጹ ነይሩ። ፖተር ንጸወታታት ሽወደን ካብ 2010 ጀሚሩ እዩ ዝፈልጦ። ንሽወደናዊት ጋንታ ኦስተርሳንድ ንሸውዓተ ዓመት ዝኣክል ከሰልጥና ከሎ፣ ነዛ ክለብ ካብ ታሕተዋይ ዲቪዥን እታ ሃገር ኣውጺኡ ክሳብ ኤውሮፓ ሊግ ከም ትሳተፍ ክገብራ ምኽኣሉ ድሕረ ባይትኡ የነጽር። ሃገራዊት ጋንታ ሽወደን ኣብ መጻረዪ ግጥማት ዋንጫ ዓለም ኣብ ምድብ ቢ ብሓንቲ ነጥቢ ኣብ መወዳእታ ተርታ ትርከብ። ፖተር ሃገራዊት ጋንታ ሽወደን ካብ ዝኣትያቶ ዘላ ዓዘቕቲ ውጺኡ ናብ ዋንጫ ዓለም ክልተ ሽሕን ዕስራን ሽዱሽተን ከስግራ ኣብ ዕዮ ኣብ ቅድሚኡ ይጽበዮም። ዳይሬክተር ስፖርት ክለብ ባርሴሎና ፖርቱጋላዊ ዴኮ ጥሪ ኣብ ዝኽፈት መስርሕ ምስጋር ተፃወቲ ዝኾነ ተፃወታይ ከፈርሙ መደብ ከም ዘይብሎም ሓቢሮም ዴኮ ነዚ መግለፂ ክህብ ዝተገደደ ብዙሓት ተፃወቲ ስሞም ምስዛ ክለብ ተታሒዙ ክግለፅ ብምቕናዩ እዩ መግለፂ ዴኮ ከምዚ ኣቐዲሙ ዝተገልፀ ክኸውን ከሎ ባርሳ ኣጋጢሞ ዘሎ መስበርቲ ተፃወቲ ግን ክትፀሮ ከም ዝኸብዳ ናይ ቀደም ፀወታ እዛ ጋንታ ምልክት ዝሃበ እዩ ነይሩ ሰሉስ ምሸት ባርሴሎና ድሕሪ ምስ ኦሎምፒያኮስ ኣብ ናይ ሻምፒየንስ ሊግ ፀወታ ምፅማዳ ሰንበት ኣብ ላሊጋ ኣንፃር ሪያል ማድሪድ ናይ ኤል ክላሲኮ ግጥም ክፅበያ እዩ ናብ ሓፀርቲ ዜናታት ስፖርት ምስ እነብል እንግሊዛዊት ክለብ ፉልሃም ንውዕል ኣሰልጣንያ ማርኮ ሲልቫ ከተናውሕ ከም ዝመደበት ተሓቢሩ እዚ ብዓበይቲ ክለባት ኤሮፓውን ከይተረፈ ክድለ ዝፀንሐ ኣሰልጣኒ ነዚ ብፉልሃም ቀሪብሉ ዘሎ ናይ ምንዋሕ ኩንትራት ጠለብ ብቐሊሉ ክቕበሎ ከም ዝኽእል ተሓቢሩ ወዲ 48 ዓመት ማርኮ ሲልቫ ፉልሃም ክፀንሕ ድሌት ከም ዘለዎ እውን ይንገር እዩ ሲልቫ ነዚ ብፉልሃም ቀሪብሉ ዘሎ ኮንትራት ምስ ዝቕበሎ፣ ዝኾነት ክለብ ከተፈርሞ ምስ ትፍትን ዓሰርተ ሓሙሽተ ሚልዮን ፓውንድ መስበሪ ውዕል ክትከፍል ክትግደድ እያ። ኣሰልጣን ኣትሌቲኮ ማድሪድ ዲያጎ ሲሞነ ንኣጥቃዒ ክለብ ባርሰሎና ሮበርት ለዋንዶውስኪ ከፈርሞ ድሌት ከም ዘለዎ ተሓቢሩ። ሲሞን ኣብ ልዕሊ ለዋንዶውስኪ ልዑል ዝኾነ ተገዳስነት ከም ዝነበሮ ዝፍለጥ ኮይኑ፣ እዚ ፖላንዳዊ ኣጥቃዒ ኣብ ባርሰሎና ኣብ ናይ መወዳእታ ናይ ኩንትራት ዓመቱ ይርከብ ብምህላዉ፣ እዚ መስርሕ ክዉን ክኸውን ይኽእል እዩ። ዝተፈላለያ ኢጣልያውያን ክለባት ብፍላይ ድማ ኤሲ ሚላን ኣብ ልዕሊ ለዋንዶውስኪ ክቱር ተገዳስነት የሕዲራ ብምህላዋ ግን፣ ኣትለቲኮ ማድሪድ ነዚ ገዲም ኣጥቃዒ ንምፍራም ኣብ ውድድር ክትኣቱ ትኽእል እያ። ወዱ ንክርስትያን ሮናልዶ ዝኾነ ክርስትያኖ ጁንየር ብሃገራዊት ጋንታ ፖርቱጋል ናይ ትሕቲ 16 ዓመት ጸውዒት ከም ዝረኸበ ተሓቢሩ እዚ ፖርቱጋላዊ ተጻዋታይ ኣብ ስዑዳዊት ክለብ ኣልናስር ኣብ ናይ ትሕቲ 16 ዓመት ጋንታ ክጻወት ምጽንሑ ይፍለጥ እዚ ብሃገራዊት ጋንታ ፖርቱጋል ትሕቲ 16 ዓመት ረኺብዎ ዘሎ ጻውዒት ድማ ኣብ ፍልይ ዝበለ መድረኽ ብቕዓቱ ከንጸባርቕ ዕድል ዝኸፍተሉ እዩ ኢንግሊዛዊት ክለብ ብሬንፈርድ ዝሓለፈ ዓመት ብሉጻት ተጻወትታ ዝነበሩ ዊሳን እምቦሞን ኣብ ናይ ክራማት መስኮት ምስጋር ተጻወቲ ብክቡር ክፍሊት ካብ መሳርዓ ድሕሪ ምእላያ መተካእትኦም ክኾና ኢላ ዘምጻቶ ኢጎር ቲያጎ ሽዱሽተ ሸቶታት ኣብዚ ዓመት እዚ ከመዝግበላ ምኽኣሉ ነዞም ክልተ ተጻወቲ ከም ዘይናፈቑ ገይርዎም ኣሎ። እቲ ዘገርም ዊሳን እምቦሞን ኣብዚ ዓመት እዚ ብድምር ኣመዝጊቦሞ ዘለዉ ሸቶታት ክንዲ ፍርቂ ሸቶታት ቲያጎ እውን ኣይበጽሐን ዘሎ። ብራያን እምቦሞ ምስ ማን ዩናይትድ ኮይኑ ክልተ ሸቶታት ከመዝግብ ከሎ፣ ዊሳ ድማ ንሓዳስ ክለቡ ኒውካስል ብሰንኪ መስበርቲ ክሳብ ሕጂ ኣብ ዝኾነ ውድድር ክውክላ ዕድል ኣይረኸበን ዘሎ። ሰንበት ካብ ዝተኻየዱ ግጥማት ላሊጋ ስፓኛ ሪያል ማድሪድ ናብ ጌታፈ ከይዳ ኣብ ዘካየደቶ ግጥም ብእንኮ ሸቶ ብሉፅ ተፃዋታይ ኪልያን ኢምባፔ ተዓዊታ ክትወፅእ ኽኢላ ኣብዚ ግጥም ሪያል ማድሪድ ንምክልኻል ጌታፈ ሰጊራ ሸቶ ከተመዝግብ 80 ደቓይቕ እዩ ወሲዱላ። ክለብ ጌታፈ ኣብ መበል 77ን 84ን ደቓይቕ ክልተ ተጻወታ ብቐይሕ ካርድ ከሲራ እናሃለወት ሓደ ባዶ ጥራይ ተሳዒራ ምውጽኣ ክትናኣድ ክኢላ። ብፍላይ ኣብ መበል ቴስዓ ደቒቕ ሓላው ልዳት ሪያል ማድሪድ ቲቦ ኮርትዋ ዘድሓና ወርቃዊት ዕድል እንተተቑጽራ ነይራ ሪያል ማድሪድ ብኸቢድ ክትንቀፍ ምሓደረት። መበል ሓምሳን ሓሙሽተን ደቂቕ ንሙስታንቱኖ ቀይሩ ዝኣተወ ብራዚላዊ ቪኒስየስ ንክልተ ተጻወትቲ ጌታፈ ብቀይሕ ካርድ ካብ ሜዳ ክባረሩ ዓቢ ተራ ብምጽዋቱ ብደገፍቲ እዛ ክለብ ክጽረፍ ኣምስዩ። ኣሰልጣኒ ጌታፈ ስጳኛዊ ሆዜ ቦንዳላስ ድሕሪ ጸወታ ምዝዛሙ ኣብ ዝሃቦ መግለጺ ብራዚላዊ ተጻዋታይ ቪኒስየስ ጁንየር ነቲ ኣብ ሰብዓን ሽዱሽተን ደቂቕ ተቐይሩ ናብ ሜዳ ድሕሪ ምእታው ኣብ ሰብዓን ሸውዓተን ደቂቕ ድማ ብቀይሕ ካርድ ዝተባረረ ካሜሩናዊ ተኸላኻላይ ጌታፈ ኣላን ሊዮም ኣመልኪቱ ብሉጽ ቅያር ተጻዋታይ ኣካይድካ ብምባል ከም ዝሓጨጨሉ ሓቢሮም። ብተወሳኺ ተሰልጣኒ ጁድ በሊንግሃም ነቲ ተጻዋታይ ስቕ ኢሉ ጸወትኡ ከካይድ ከም ዝተዛረቦ እውን ሓቢሩ። ፈረንሳዊ ኣጥቃዒ ኪልያን ኤምባፐ ቅድሚ ጸወታ ምጅማሩ ብዛዕባ ወዲ ጋንትኡ ቪኒስየስ ተሓቲቱ ኣብ ዝሃቦ መግለጺ ቪኒስየስ ኣዝዩ ብሉጽ ተጻዋታይ እዩ፣ ህላውነቱ ኣብ ሪያል ማድሪድ ኣዝዩ ኣገዳሲ እዩ ብምባል ብሰንኪ ምንዋሕ ኮንትራት ምስ ክለቡ ሪያል ማድሪድ ኣብ ምፍሕፋሕ ኣትዩ ንዝርከብ ቪኒስየስ ኣብታ ጋንታ ክቕጽል ከም ዝደልይ ሓቢሩ ነይሩ። ኣብዚ ግጥም ካልእ ብራዚላዊ ተጻዋታይ ኤንድሪክ እውን ናይ ምስላፍ ዕድል ደጊሙ ብዘይምርካቡ መጻኢ ተጻዋታይ ኣብዛ ክለብ ኣጠራጣሪ ገይርዎ ኣሎ። ኪልያን እምባፐ ኣብዚ ግጥም ድሕሪ ዘመዝገባ ሸቶ ኣብዚ ዓመት ኣብ ዘካየዶም ዓሰርተ ኣርባዕተ ጸወታታት ኣብ ሓንቲ ግጥም ጥራይ ሸቶ ከየመዝገበ ክወጽእ ክኢሉ ይርከብ። ቤልጅማዊ ሓላው ልዳት ቲቦ ኮርቶ ኣብዚ ግጥም ዘጋጥሞ ማሴይቲ ፎኪስ ምዃኑ ናብ ግጥም ኤል ክላሲኮ ኣብ ልዳቱ ከም ዝርከብ ተገሊጹ። ማድሪድ ኣንጻር ጁቬንቱስ ረቡዕ ዕስራን ክልተን ጥቅምቲ ኣብ ሜዳ በርናቡ ተሪር ግጥም ሻምፕየንስ ሊግ ተሰሪዑላ ኣሎ። ግጥማ ሴሪያ ኢጣልያ እውን ሰንበት ዓሰርተ ትሽዓተ ጥቅምቲ ቀጺሉሉ ብዘምስኤ ኤሲ ሚላን መሪሕነት ሴሪያ ክትረክብ ዝገበረ ዓወት ኣብ ልዕሊ ፊዮረንቲና መዝጊባ። ፊዮረንቲና ኣብ መበል ሓምሳን ሓሙሽተን ደቒቕ ብመንገዲ ጎሰንስ መሪሕነት እዚ ግጥም ሒዛ እኳ እንተነበረት፣ ፖርቱጋላዊ ኣጥቃዒ ራፋኤል ሊያው ኣብ መበል ሱሳን ሰለስተን ደቒቕ ካብ ክፉት ጸወታ፣ ኣብ መበል ሰማንያን ኣርባዕተን ደቒቕ ድማ ብመንገዲ ፍጹም ቅላዕ ክልተ ሸቶታት ብምምዝጋብ ኤሲ ሚላን ካብ ድሕሪት ተበጊሳ ነዚ ግጥም ክትዕወተሉ ኣኽኢልዋ። ኤሲ ሚላን በዚ ዓውት ተሓጊዛ ንሰለስተ ዓበይቲ ክለባት እዚ ሊግ ዝኾና ኢንተር ሚላን፣ ናፖልን ሮማን ብሓንቲ ነጥቢ በሊጻ ብዓሰርተ ሽዱሽተ ነጥቢ መሪሕነት ሰሪኣ ክትሕዝ ክኢላ ኣላ። ኣብ ቻምፒየንስ ሊግ ኤሮፓ ኣንጻር ኣትለቲኮ ማድሪድ ግጥም ዝጽበያ ዘሎ ኣርሰናል ክልተ ብመስበርቲ ካብ ጸወታ ሪሕቆማ ዝነበሩ ተጻወታ ሙሉእ ልምምድ ብምክያዶም ንኣርቴታ ሩፍታ ዝፈጥር ዜና እዩ። እንግሊዛዊ ተኸላኻላይ ቤን ዋይትን ኢኳዶራዊ ተኸላኻላይ ፒየሮ ሂንካምፐን ምሉእ ናይ ልምምድ ግዜ ምውድኦም ኣብዚ ናይ ሻምፒየንስ ሊግ ግጥም ኣበርክቶ ክህልዎም ከም ዝኽእል ይሕበር ነዚ ግጥም ኣመልኪቱ ኣሰልጣኒ ክለብ ኣርሰናል ሚከል ኣርቴታ ኣብ ዝሃቦ መግለጺ ኣብ ልዕሊ ኣሰልጣኒ ኣትለቲኮ ማድሪድ ዲያጎ ሲሞነ ዘለዎ ኣድናቖት ገሊጹ ኣርቴታ መግለጺኡ ሲሞነ ብሉጽ ኣሰልጣኒ እዩ ኣነ ድማ ካብኡ ብዙሕ ተማሂረ ድሕሪ ምባል ኣብ ዓዲ እንግሊዝ መጺኡ ከሰልጥን ዝጽግሞ ከምዘየለ ሓቢሩ ኣርጀንቲናዊ ተካኢ ክለብ ኣትለቲኮ ማድሪድ ሁልያን ኣልቫረዝ እውን ነዚ ግጥም ኣመልኪቱ ኣብ ዝሃቦ መግለፂ ካብ ፀወታ ናብ ፀወታ እናሓየልና ንኸይድ ብምህላውና ንዝኾነት ጋንታ ክንስዕር ዓቕሚ ኣለና ብምባል ኣብ ልዕሊ ኣርሰናል ተዓዊቶም ክወፁ ዝፅግሞም ከም ዘይኮነ ገሊፁ። ካልእ ምስዚ ግጥም ተታሒዙ ኣብ ዝተላዕለ ዜና ተፃወትቲ ኣትለቲኮ ማድሪድ ኣብ ሜዳ ኣርሰናል ኢማራትስ ልምምድ ሰሪሖም ነብሶም ክሕፀቡ ኣብ ዝፈተንሉ እዋን ውዑይ ማይ ክረኽቡ ብዘይምኽኣሎም ሰውነቶም ከይተሓፅቡ ናብቲ ዘዕርፍሉ ሆቴል ከም ዝኸዱ ክፍለጥ ተኻኢሉ። ኣትለቲኮ ማድሪድ በዚ ዘጋጠመ ክስተት ናብ ማሕበር ኩዕሶ እግሪ ኤሮፓ ብወግዒ ቅሬታ ኣስሚዓ ትርከብ። ስጳኛዊት ጋዜጣ ማርካ ተጻወትቲ ክለብ ኣትለቲኮ በቲ ኩነታት ኣዝዮም ከም ዝተቖጥዑ ክትሕብር ከላ፣ ኣርሰናል ድማ በታ ሜላ ዘጋጠመ ንኣትለቲኮ ማድሪድ ብወግዒ ይቕሬታ ሓቲታ። ኣሰልጣኒ ክለብ ማንሲቲ ፔፕ ጓርዲዮላ ብሉፅ ተፃዋታይ ሮድሪ ዋላ እውን ናብ እስጳኛ እንትተጓዕዘ ኣብቲ ሰሉስ ዝካየድ ግጥም ግን ከም ዘይስለፍ ኣፍሊጡ ማንሲቲ ኣንጻር ቪላሪያል ኣብ ተካይዶ ናይ ሻምፒየንስ ሊግ ግጥም ሮድሪ ምሳ ሓቢሩ ናብ እስጳኛ ምጓዓዝ እኳ ዝፍለጥ እንተኾነ ኣጋጢሞ ብዘሎ ፎኪስ ማሴቲ ግን ናብ ፀወታ ክምለስ ግዜ ከም ዘድልዮ ይሕበር ጓርዲዮላ መግለፂኡ ሮድሪ ዋላ እውን ጫምኡ ምስ ሰቐለ ኣብ ፀወታ ኩዕሶ እግሪ ንነዊሕ እዋን ምቐፀለ ምክንያቱ ፍሉይ ፍቕሪ ናይ ኩዕሶ እግሪ ዘለዎ ብምባል ሮድሪ ብሉፅ ኣሰልጣኒ ክኸውን ዘኽእሎ ብቕዓት ከም ዘለዎ ሓቢሩ ብዘይካዚ ጓርድዮላ ፈረንሳዊ ተጻዋታይታ ክለብ ብራያን ቸርኪ ኣብ ናይ ምስልጣን ስርሑ ካብ ዝርኣዮም ተጻወቲ ብውልቅን ብተክኒክን ምስቶም ብሉጻት ከም ዝሰርዖ ገሊጹ ነይሩ። ዝኸበርኩም ተዓዘብትና ሎሚ ዝበልናዮም ዜናታት ነዚ ይመስሉ። ኣብ ቀጻሊ ብተመሳሳሊ መደባት ክሳብ ንራኸብ ሰላምን ጥዕናን ንኹልና።